ኣነ ይግበእክ ክኣምን እየ ዝግበእክ ብቅርሺ በተለይ ኣነ ኣይፎቱን። ዋእ እሞ ዝሐሽሰ እሽ ከመይ ኢልካ ኢካ ትኣምኖ።
ኣነ ይሕሽን
ዘናድድ ነገር እወ የናድድ። ኣነ እኮ እሞ ክናደድ ዝግበእ ንስካ ዲካ። ወዲ ክገብሮ ዝክእል ነገር ግድን ከረድእክ ዘይክእል ነገራት ኣሎ ብዙሕ ንሱ ክትርድእኒ ይግበእክ። ከመይ ሰዓቱ ኣይኮነን።
ማለት ብዙሕ ነገር ኣሎ እስኪ ክትርድእኒ ዘይትክእል ነገራት። ማለት ወዲ ጓል እሞ ግደፎ ወዲ ጓል ኢልና እኮ ኣይኮናን ብሓደ እኒኤና ነንስኻ ኖዶ እሱ ደኣ ከምኡ እንተኢልካ እኮ ጓል እውን ትገብሮ ነገር እኒኤዋ ኢለ ክዓፅየካ ይኽእል ይሓዝና ነቲ እዚ ሓደ ሓድሽ ባህሪ እዩ ምክንያቱ ቅድሚ ሕዚ ኢልካ ንፈልጥ ዲኻ ከምኡ ኣነ ኢለካ ይፈልጥ ደ ወዲ ጓል ዝበሃል ዶ ነይሩ እዩ ክልቴና ኮም ዝበሃል ነይሩ ኣይነበረን ግን ኣነ ንስኻልስ ግልፂ ኢና ዶ ኣይኮነን ግደፎ ምንም ንትሓወ ነገር የለ ንምንታይ ኸ ሕዚ ሓድሽ ጣይ ተምፅለኻ ወዲ ኮይነ ዘይነግረክ ነገራት ኣሎ ተረድእኒ ገለ ታይ ማለት እዩ ኣይተረድአንን ኣነ ወይስ ሕዚ ከምኡ ኢኻ ክንጅምር ደሊኻ ምንም ይተርደን ብቻ ከምዚ ኢልካንስ ኣይትፈልጥን ንመጀመርታ ግዜ ኢኻ ትለኒ ኣለኻ ዶ እሺ ግደፎሞ ችግር የብሉን እዚ ቀስ ኢልካ ተረደኣኒ ኢካ ኣነ ግን ለማዓንቲ ዘይተረደኣኒ ነገር ስለ ዘሎ እየ መፂካ ኣይወዳእናን ድና ኣይተዓረቅናን ድና ምትዕራቅ ምባእስ እኮ ይኮን እንታይ እሞ እዚ እኮ ተኣኢስና ማለት እኮ ኩሉ ግዘ ግጭት የጋጥም እዩ ተረዳዲካ ትፈትሖ ነገር እዮ ዶ ኣነ እቲ ዘልካዮ ነገር እሺ ከምኡ ኮይኑ እዩ በቃ እቲ ንዓይ ሓዲረ ዘይማልካ እውን ኣኣልጋ ሓዲረ ዘይማልካ ንኸይ ኩሪ ኢልካ ኢኻ እሺ ኢልና ንውሰዶ እሺ እዚ እውን ከም ዝተጋጨ ሓቢጥ ኢልካ እሺ ካብኡ ግን እንታይ ድዩ መሲልካ ስልክኻ ቻርጅ ሸኮ ኢኻ ነርካ ንጓዶ ካብኡ ነቂላ ናራኣኾ ነይረ ስልክኻ ማለተይስ ያው እዩ ስልክኻ ማለት ስልከይ ዋዶ እወ ታይ ዝሕባእ ነገር ኣለኒ። እወ ስልከይ ትሪኦ ኢካ ስልክካ ይሪኦ ምንም ሓድሽ ነገር ዘሎ ኣይኮነን ብቻ ግን። ምንም ኣይኮነን እንታይ እሞ ስልኪ ተቀያይርና እንዲኮና ንወፅእ ታይ። ቼክ ናገበርኩ ነይረ ተርዲእካ ድዩ ኩሉ ነገር ናረኣኩ ነይረ ስልክካ እና። ትሽዑ መዓልቲ ሲ። ብዙሕ ቅርሽስ ትራንስፈር ጌርካ ካብ ኣካውንትካ ማለት እዩ ተረዲእካ ማለት ከምዚ ሲምፕል ዝብሃል ቅርሽስ ኣይኮነን ብዙሕ ትራንዛክሽን ትገብር እንዲካ ይሪኦ እየ ይፈልጥ እየ ከም ትገብርለ ዋላ ተዘይ ፈለጥኩ ማለት ኣየና ክልቴካንስ ብዛዕባ ቅርሺ ተነጋጊርና ኣይንፈልጥን ኢና ንስካ ኖረ እዚ ትራንስፈር ጌርክ እዚ ትራንስፈር ጌርካ ንምንታይ እዚ ጌርካ ንምንታይ እዚ ጌርካ ኢልና ኣይንፈልጥን ወደ

መዓልቱ ረኣዮ ሰዓቱ ላ ረኣዮ ካብኡ ኣነ ዛርሽ ብጣዕሚ በዚሕኒ እና ናብ መን ትራንስፈር ጌርካ ንምንታይ ትራንስፈር ተገይሩ እስኪ ተረድአኒ ስለ ዝደለኹ እየ ምክንያቱ ኣነ ይፈልጥን ማለት ንፋሚሉ ናልኮም ነረ የተርዲካ ዲ ዝኾነ ነገር ክትሓስ ከለካ ሲ ዝኾነ ኣነ ብዙሕ ግዜ ይገጥመኒ ግጥጥም ዲ ኮይኑ ኣይፈልጥን ይገጣጠም ድዩ ክት ዝኾነ ነገር ክትሓስ ክትጠራጠር ከለኻ ኣብ ብዙሕ ግዘ ስለ ዝገጠመኒ እያ ንኸም እና ተገጣጢምኒ ድ ይፈልጥን ሽዑ መዓልቲ እዚ እና ክንዲ ዝኣክል ቅርሽስ ቢያንስ ዝተወሰነ ተዝኾን ኮ ንኣልጋኢ ንምግቢ ገለ ኢለ ክሓሶ ይኽእል እዮ ዶ ኣብ ኣልጋኢኻ ሓዲርካ ምግቢ በሊዕኻ ትኮን ትኽእል ኢኻ ወይ ዝኾነ ነገራት ተጠቒምካ ትኮን ትኽእል ኢኻ ግን ዝቕርሽ እዚ ችግር የሉ ንፋሚሊ ኣብ ሞንቱ ምዝራ የድልይን ብቻ ግን ብጣዕሚ ብዙሕ እዩ እቲ ዘሕለፍካዮ ቅርሺ እና ናብ መን ኢኻ ትራንስፈር ጌርካዮ? ንምንታይ እዩ ትራንስፈር ተገይሩ? እዚ ኩሉ ቅርሽስ ንምንታይ እዩ? እዚኣ ተረዳእኒ ደልየ ኣነ እኮ ገሪምኒ እኔሲ ስለ ዘይትኣምኒ እንድዩ ናተይ ስልኪ እናጎርጎርኪ ትውዕሊ ኣለኺ እንታይ ዓይነት ጥርጣረ ተዝህልየኪ እዩ

እወ ንጹህ ኣይኮነን ንስኻያ ትምሪ ዘለኻ ከመይ ኢሉ ንጹህ ክኾን እሞ ዝሮ ዝሮ ኣነ ነን ኣነ ክነግረካ እሞ ኣረደኪ ክነግረካ እሺ ኣነ ክጨቃጨቀኩ ኣይደልን ወዳ ንጨቃጨቀኩ ኣይኮንኩን ኢለካ ቀስ ኢልካ ግን ኣረደእኒ ቀስ ኢለ ወዳ ኣነ ዘረደካ ኣለኹ ንከምዚ ንከምዚ ሕሊፈዮ ናብ ከምዚ ሕሊፈዮ ኣለኒ እሱ ሓዚ ዲቴይል ከብራህርህ ኣይደልን ግን ብቻ ኣነ ዝኾነ ይኹን ነገር ቅርሺ ብዝወፀት ቁፅሪ ንዓይ ንዓኽን ኣብ ዝጠቅም ንዓይን ንዓኽን ኣብ ዘሐጉስ ብቻ እየ ዝውዕል ስትብልዮ ዘለኺ ውን ኣብ ስራሕ ነይሩ ተጠቂመዮ ክኾን ይኽእል እዩ ወይ ዝኾነ ዝኽፈል ምናምን ነይሩኒ ሽዑታት ዘይስታውሶ ቅርሺ ከፊለ ክኾን ይኽእል እየ ተረዲእክለ ድዩ? እንታይ ኮንካ ዘይተስታውሶ ዘይተስታውሶ እኮ ቂንጣሚንጢ ቅርሺ እዩ እምበር እዚ ዝኣክል ቅርሽስ ኣየስታውሶን እንተኢልካንስ ኣነ ክኣምነካ ኣይክእልን ከቢድ ነገር እዩ። እኮ ተመሊሰ ከስታውሶ እየ ሓሲበ ችግር የብሉይ ግን ኣነ ን ኣየስታውሶን እዩ መልስኻ? ኣየስታውሶን እወ። ሓደ ነገር ክረደኪ ንይ ክተኣምኒ እዩ ዘለኪ ሚት ፐርሰንት ምምእማን ጥራሕ ናይ ኣማራፂ ተውፅዝኮነ ቅርሺ ኣነ ተውፅኤ ንዝኮነ ነገር ምኳኑ ፍለጥ ሕድሕድ ትወፅ ቅርሺ ማለት ዝኮነ ቅርሺ ክመፅእ ከሎ ይፈልጥ እዮ ሕዚ ኣነንስክን እግዚኣብሔር መስገን ብቅርሺ ተጨቃጭቅና ይንፈልጥን ሕዚ በዚሑ ክትል ትኽእሊኺ ካሊእ መዓልቲ ዝነ ቢዝነስ ናይ ክልቴና ይወዳ ፅንሕ ክረደኪ ናይ ክልቴና ይወዳ ናይ ክልቴና እዩ ኣነ ምሳይ ይኹን የበልኩኻን ምሳኻ ይኹን ማዕረ እዩ ማዕረ ኢለ ስለ ዝሓሰዮ ዶ ግን ቼክ ክገብር ግን ይኽእል እዮ ዶ ናተይ እውን እዩ ናትካ እውን እዩ ወላ ክንደይ ቅርሺ እኒካ ከምዚ ንዓን ኣነ ባዕለይስ ክንደይ ቅርሺ እኒኒ ኢለ ቼክ ዝገብሮ ኣናትኩም ክንደይ ቅርሺ እኒ ኢለ ቼክ ክገብር ይኽእል እየ ወላ ትኽእል ኢኺ ወይስ ኣይትርእይን እዩ ኣይኮነይ ትክክል እዩ እዚ ኣነ ከረደእኪ ፅንሒ ትክእሊ ኢኪ ምክንያቱ ኣነ ንስክን ብቅርሺ ኣይኮናን ተፋሊጥና ምንም ዜሮ ፅንሒ ሓደ ነገር ከረደእኪ ሓደ ነገር ከረደእኪ ኣነ ኣብ ፍቅሪ ዝኣምኖ ቅርሺ ምንም ተራ ነገር ምኳኑ እዩ ተራ ነገር ምኳኑ ከዓ ኣነ ንስክን ገና ካብ ብቆልዑትና ሰባራ ሳንቲም ናሃለየና ተፋሊጥና ኢና ኣብዚ በፂሕና ምንም ዘይከሓድ ይወዶ ስለዚ እዝጋሄር ይመስገን ሀዚ ፅቡቅ ንኑር ንነብር ኢና ቅርሺ ምንም ሰሪሕና ነምፅኦ ነገር ትፈልጢ ኢኪ ኣነ ካዓ ከረደእኪ እሞ ከምዚ ኢልኪ ሕድ ሕድ ክትጥይቅኒ ኣይደልን ምክንያቱ ሕድ ሕድ ዘውፃ ቅርሺ ኣነ ኣብ ቅድሚኦም ክነግረኪ ፅናሕ እሞ እዚኣ ከቋርፀካ ሓንቲ ግዜ ከቋርፀካ ደልየ ኣይኮንኩን ግን ከረደእካ ስለ ዝደለኩ ሕድ ሕድ ኣይትጠይቅኒ ዘይኮነስ ኣነ ስለ ዝረኣክዎ እና ዝኮነ ነገር ስለ ዘለካ ድዩ ወይስ ቅድሚ ሀዚ ሀዚ ንኣብነት ክንደይ ቅርሺ ቀሪና ኢለካ ኣይፈልጥን ትፈልጢ ኢኺ እንታይ ደኣ እሞ ሐዚ ግን እሞ ሕዚ ጠይቐኒ ኢኾ ዶ ዋታይ ደኣ ከምዚ እንድያም ዝኾነ ግዘ ትፈልጥ ተኾይንካ ትሕቲ እዚ ትራንስፈር ጌርካየኒ ኢኻ ቅርሺ እዚ ብጣዕሚ ብዙሕ ቅርሺ ዶ ትሕቲ እዚ ትራንስፈር ጌርካየኒ ኢኻ ቅርሺ ትፈልጥ ኢኻ ትዝክሮ ኢኻ ብደንቢ ዝኾነ ግዘ ስልክኻ ናራኹስ ርእየዮ ትዝክር ተኾይንካ ዶ ኣይትርስዖን መቸስ ቀረባ ግዘ ዶ ኣይርስዖን
ካኣ ታይ ኢለካ ወተይ ዳኣ እዚ ቅርሺ ታይ ጌርናዮ ዲና ኢለካ ወደ ታይ ዳኣ ብጣዕሚ ጎዲልኒዮስ ስሒቅካ እስኻ ካኣ ዋ ጎዲሉኪ ምሽ ኣይ ናይ ሓድ ናብቲ ኣቢሲንያ እየ ትራንስፈር ጌረዮ ኢልካኒ ወደ ኦኬ ወማ ኣነ ውን እኮ ገሪምኒ ኢለካ እዚ ካስ ልዕሊ እቲ ቅርሺ ኢኻ ኣውፂኻልና ኢኻ ዶ ከረደእ ወይ ናብ ካልእ ኣካውንት ተጌርካዮ ንገረኒ ፅንሒ ከረደእኪ ከምኡ ድዩ ኣይኮነን ስምዕኒ እሺ ናንታይ ዳኣ ኣውፂኻዮ እዚ ኩሉ ቅርሺ ሓደ ነገር ከረደእኪ ትኣምንን ዲኺ ትኣምንን ትኣምንን ዲኺ ትኣምንን ሕዝውን ሕቶይ ትኣምንኒ ዲኺ ኣይትኣምንን
እሞ ንኸኣምነካ እኮ ንምንታይ ኢኻ ትሕሸኒ ሽኻስ ኣነ ማይ ኣምነካ ነይረ እባ ግን ትሕሸኒ ኣለኻ ኣነ ቅርሺ ዘምፃእኽወሲ ክነግረኪ ዶ ሕድ ሕድ ኣነ ዘውጻ ቅርሺ ንዓይን ንዓኽን ጻሕ ንግሆ ንናብራና ትጠቅም ቅርሺ ምዃና ፍለጢ። እሺ ድሕሪ ካሜራ ትነግረኒ ድዩ? ምንም ድሕሪ ካሜራ ዝነግረኪ የለን ክትጥይቀኒ ይነበረክን ኣብ ክትኣምንኒ ነይርኪ ምንም ኣነ ዘው ኣውጽኤ እየ ብዙሕ ቅርሺ ግን ንቁም ነገር እየ ኣውጽኤ ዕዳ ነይሩኒ ምናምን ከፋፊለ እየ በቃ ዝኩሉ ቅርሺስ ዕዳ ኣነ ዘይፈልጣ ዕዳ ልቃሕ ነይሩኒ ናይ መርዓ ምናምን ከፋፊለ ኣነ ዘይፈልጣ።
እንታይ ምደመርኩ እዮም ፈለጥክዮ እንዴ ተዚ ኣሚንክኒ ችግር ይፍጠር ልዕሊ እዚ ሊሊ ብኸመይ ደኣ ሽዑ መዓልቲ ከፊልካ እሺ ሽዑ መዓልቲ ትመጽእ ተገጣጢሙ እኮ እዩ እንታይ እዩ መሕዘ ኣነ እኮ ካልእ መዓልቲ ተዝኾን ችግር የለን ኣነ ቅርሺ ጎዲሉ ይኮነን ዘለኹ ፋሚሊ ሕዞን እቲ እመንኒ እስኻ እውን ናብ ተረዳኒ ካልእ ነገር ኣይትእተ ሕዚ ቅርሺ ጎዲሉ ይኮነን ክተረዳኒ ትኽእል ኢኻ ልዕሊ ቅርሺ እውን እኮ እሞ ተጎድል ትኽእል ሰትየ ኢኻ ወይ ምስ ንኸምዚ ጓል ገይረ ድየ ሓዲረ ሂበያ እዚ ኩሉ ቅርሺ ባዕልኻ ትብል በቃ ኢኻ ኣነ ንስራሕ እየ ኣውዒለዮ ሐዚ ውን ንምንታይ ስራሕ ሻዕለ ዘይፈልጥ ኣይነገርን መን ኣነ እባ እስኻ ዘይፈልጥ ኣነ ዘይፈልጥ ሰብ ክትጥይቕኒ ክብለካ ድዩ ኣይግበክን ብስሩ እንተኾይኑ ጌጋ እዩ ንዓይ ጌጋ ንምንታይ እዩ ክጠይቐካ ዘይግበእ ንኹሉ ግዘ ምሽ ይጥይቐካ ኣለኹ ኣነ ኣብ ከምዚ ኩነታት ስለ ዘለኺ ኣርግዕ ኢለ ዝዛረበኪ ኣለኹ እምበር ኣየእትየንን ኢለ ምኸድኩ ነይረ ሐዚ ውን ማለት ተኾይኑ ኣየእትየንን በቃ። ከመይ ኣየእትየንን ማለት? ኣነ ቡዙሕ ስራህ ዝሰርሕ ሰብ እየ ብደገ ትሰርሕዮ ትፈልጢኪ።
ኣነ ዘይፈልጥዮ ግን ኣይኮንካን ትሰርሖ ዶ ሐዚ ግን ወይ ተጀሚርካ ዘይፈልጦ እሺ ንገረኒ። ኣብዝህ ሰዓት ግን ክትሓትኒ ኣይትክእልን እመንኒ ንተኣምኒ ተኮይንኪ ግዝዩ ተፀበይ ንኩሉ ነገር ዓቅሊ ገርኪ ትፅበይ ዶ ኣይትፅበይ ተዘይ ኣሚንክኒ ግን ኣነ ልዕሊ እዝህ ክለማመፀኪ ኣይክእልን እንዴ።
ምልምማፅ ኣይኮነን እዙይ ምልምማፅ እና ካለ ትርጉሙ ፈሊካ።